ሕራይ ክብራት ተኸታተልቲ ከመይ ውዒልኩም ናይ ሎሚ መደብና ፍልይ ዝበለ መደብ ኣሎ ጉዳይ እስራኤል ኣብ ኣሜሪካ ዳርጋ እንዳመተ ከም ዘሎ ዘብርህ ብዙሓት ነገራት ንርኢ ኣለና ኣነ ሓንሳ ሓንሳ እንታይ ይሓስብ ትራምፕ እቲ መጀመርያ ተዛሪበ ነረ ትራምፕን ኤለን መስክን ኣብ ኣሜሪካ ዘለዉ እስራኤላውያን ንኣሜሪካ ከም ድላዮም ይገዝእዋ እዮም ነይሮም። ስለዚ እሱ ናይ ምብጋዕ ስራሕ እንዳሰርሑ እዮም ይብል ነይረ እሞ ሕጂ እሱ እንዳተርኣየ ንመፅ ኣሎ እሱ ነገር እንዳተርኣየ ንመፅ ኣሎ እሱ ዝተመልከተ ናይ ኣውሮፓ ሕብረት እንታይ መንገዲ ከፊቱ ኣሎ ካልእ ድማ ምስ ኣሜሪካ ዘለዎ ርክብ እንታይ በፂሑ ኣሎ ዝሕብር ኣብ ኣሜሪካ ድማ ናታንያሁን ንእስራኤላውያን ዝነጽግ ጭርሖታት ይስምዕ ኣሎ። እዝን ካልኦትን ሓበሬታታት ናባኻትኩም ክነብል ኢና ነዚ ቻናልና ሼር ላይክ ሰብስክራይብ ግበርዎ ሕጂ ናብቲ ሓበሬታ ክንከይድ ኢና እቲ ናይ መጀመርያ ሓበሬታ ኣውሮፓ ሕብረት ናይ ኣውሮፓ ሕብረት ናይ ወፃኢ ጉዳይ ሚኒስተር ዝኾነ ምስ ናይ ቻይና ናይ ወፃኢ ጉዳይ ሚኒስትር ርክብ ገይሮም ነይሮም ኣብዚ ርክብ ናይ ሆርሙስ ሰርጥ ክኽፈትን እቲ ኩናት ጠጠው ክብል ቻይና ነዚ ጉዳይ ንክትዓፆ ልመና ገይሮም ኣለዉ ቻይና ድማ ንዓቶም ዝመለሰትሎም እዚ ኩናት እዞም እቶም ዝጀመርዎ ባዕላቶም ነቲ ኩናት ጠጠው እንተዘይኣቢሎሞ እዚ ነገር ጠጠው ክብል ኣይክእልን እዩ። ጠጠው እንተድኣ ኣቢሎሞ ብነብሱ ናትና ሽምግልና እውን ኣየድልን እዩ፣ ብነብሱ ጠጠው ክብል እዩ። ስለዚ እቶም ዝጀመርዎ እዮም ጠጠው ከብልዎ ዝኽእሉ ዝብል መልሲ ሂብዎም ኣሎ ማለት እዩ። እቲ ካልእ ናይ ኣውሮፓ ሕብረት ፓርላማ ምስ ኣሜሪካ ተገይሩ ዝነበረ ናይ ንግዳዊ ስምምዕ ነፂግዎ ኣሎ ሕጂ ድሕሪ ሕጂ ምስ ኣሜሪካ ምንም ዓይነት ናይ ንግዲ ስምምዕ የብልናን ክብል ነፂግዎ ኣሎ እዚ ንኣሜሪካ ሓያል ርእሲ ሕማም ኮይንዎ ኣሎ ምክንያቱ ንሳ ተፈራርሖም ዘላ በዝን ከምዝን ዝመሳሰሉ ታዲዳት እዩ ንግዲ ንግዲ ታሪፍ ቅድምታት እንዳበለት ስለዚ ምሳኺ ንሕና ኣይንሰርሕን ኢና ስምምዕና ካንስል ጌርና ኣለና ኢሎም ኣሎ ማለት እዩ እዚ ንኣሜሪካ ዓብይ ናይ ርእሲ ሕማም ኮይኖዎም ኣሎ ሕራይ ናብቲ ሳልሳይን ኣብ ኣሜሪካ እስራኤላውያን ናይ እስራኤል ወፃኢ ጉዳይ ሚኒስትር ቀዳማይ ሚኒስትር ዝተነፅገሉ እዩ ቅድሚ ሕጂ ኣብ ዲዚ ገዛኢ ብፍጹም ናታንያሁ ኣብዚ ግዝኣት እንተ መጺኡ ተኣሲረ ከረክቦ እየ ኢሉ ከም ዝነበረ ይዝከር እዩ ሕጂ ድማ ናይ ፍሎሪዳ ንፍሎሪዳ ከንቲባ ወይ ገዛኢ ንምዃን ዝወዳደር ዘሎ ናይ ሪፐብሊካን ፓርቲ ሰብ እዩ። ኣብቲ ስም ምረጹኒ ቅስቀሳ ኣብ ዝገብረሉ ሰዓት ዝተዛረቦ ንእስራኤላውያን ርእሲ ሕማም ኮይንዎም ኣሎ። እቲ ቀዳምነት ንቀዳማይ ሚኒስትር ናታንያሁ እዩ። እቲ ካልኣይ ድማ ነቶም እስራኤላውያን መልእኽቲ እዩ ኣመሓላሊፉ። እሱን እንታይ ክብል እዩ መልእኽቲ ኣመሓላሊፉ ንሕና ናይ ፍሎሪዳ ገዛኢ ክኸውን እንተ መሪፅኩምኒ እቲ ናይ መጀመርያ ዝገብሮ እስራኤላውያን ኣብ ልዕሊ ክርስትና ሃይማኖት ተኸተልቲ ዝገብርዎ ስድነት ብጣዕሚ ዝኸፍአ ኣቀባብላን ብጣዕሚ ንቐት ንቐት ዝተመልኦ ኣቀባብላ ዝገብሩ እንተ ቀጺሎም ንሕና እውን ነዚ ዓጸፈ ክንገብር ኢና። በቲ ካልእ ናታንያሆ ኣብቲ ኣነ ዘመሃዳድሮ ግዝኣት እንተ መጺኡ ድማ ብዓለም ሕጊ ገበነኛ ናይ ኩናት ገበነኛ ስለ ዝኾነ ኣሲረ የሕሊፌ ክህቦ እየ ክብል ሓቢሩ ኣሎ ማለት እዩ። እዚ ማለት ኣብ ኣሜሪካ ከምዚ ብፍጹም ኣይሕሰብን እዩ። እስራኤል ክትንክፋ ንእስራኤል ክትዛረብ ብፍጹም ግን እቲ ሓቂ እሱ ዝበሎ ልክ እዩ ኣብ እስራኤል ክርስትና ሃይማኖት ዘለዎም ተኸተልቲ ነቶም ኣቕሽሽቲ ከይተረፈ ካብቲ ቤተ ክርስቲያን እንዳጎተቱ ኣውፅኦም ዝፃረፉ እዮም ናታንያሁ ኣብዚ ቀረባ እዋን ምስ ብዛዕባ ኢየሱስ ክርስቶስ ተዛረቦ ዘረባ ብጣዕሚ ዘሰከፍን ምስ ሓደ ዕዋላ ቀታሊ ሓራዲ ማዕረ ክብል ተሰሚዑ ኣሎ። ስለዚ ምንሻው ነቲ ንሕና ንቕበሎ ነቢይ ኢና ንቐበሎ ንዑ ምንሻ ማለት እዚ ዓይነት ስድነት እዩ ዘለዎም ስለዚ ነዚ ስድነት ኣይንደሊን ኢና ክብል ናይ ሪፐብሊካን ፓርቲ ኣባል ዝኾነ እዩ ነዚ ዝብል ዘሎ ማለት እዩ ስለዚ ኣብ ኣሜሪካ ዘለዎም ሓይሊ

ወለም የተመከኑ ምን ኢቃፊሃ ለም የተመከኑ ምን ፈትሒ መድሪቃ። ንዓዓ ጠጠው ንዕዑ ጠጠው ከብሉ ኣይከኣሉን እዮም። ንሆርሙዝውን ከማን ከኽፍሉ ከኽፍቱ ኣይከኣሉን እዮም። ሆርሙዝ ወስተዐኑ ብድወል ልኡኽራ ወለም የተመከኑ ምን ፍዕሊ ዛሊክ ወል። ኻልኦት ሃገራት ንኽኣትዉ ፃዊዕት ገይሮም ነይሮም ግን ነዚውን ኣይከኣሉን እቶም ሃገራት እምቢ ኢሎሞም።

ክሳዕ ሕጂ ንሕና ምስኣቶም ክንዘራረብ ውጥን የብልናን ኢና። ክንዘራረብ እንተ ሓሲብና ድማ እቲ ሽዑኡ ክነውፅ ኢና። ክሳዕ ሕጂ ግን ዝርርብ የለን፣ ምንም ነገር የለን፣ ኣይንደሊን ኢና እዮም ዝብሉ ዘለዉ። ኢራናውያን ክሳብ ክንድዚ ዝኾነ ጅግንነት ሒዞም እዮም መፂኦም ዘለዉ። እዚ እቲ ጅግንነት። ኣሜሪካውያን ሃሪሞም ፈቲኖም መንግስቲ ክግንብት ግንግምጥል ኢና ኢሎም ሓሲቦም እሱ ምኳን ምስኣኑ ሕጂ ንዘራረብ ኒኩለር ጠጠው ኣብሉ ሚሳኤል ጠጠው ኣብሉ መን እያ ኣሜሪካ ፈቃዲት ዘይፈቃዲት ገይርዋ መን እያ ስለዚ ኢራናውያን ሕጂ ምስ ኣይኒ ዘራረብና ፕሮግራም የብልናን ኢና እዮም ኢሎም ካላስ ኣሜሪካውያን ግን ንዘራረብ ኣለና ከምዚ ዶ ቴሌፎን ደው ኢሎም ዶ ሓቲቶም ዶ ገለበታት ጽልካ ዓጀውጀው እዩ ዝበሃል እዚ ዓጀውጀው ክቱር ጸርጠ ምታሽን እዩ እዚ ኩናት ጠጠው ክብል ከሎ ናይ ኣሜሪካ ውድቀት ክመጽእ እዩ እዚ ኩናት ጠጠው ክብል ከሎ ናይ ኣሜሪካ ውድቀት ክትርእዩ ኢኹም ሚእቲ ካብ ሚእቲ እየ እዚ ክቡራት ተኸታተልቲ ናይ ሎሚ መደብና ነዚ መስሊ ሳተኸታተልኩም ይቐኒለይ ነዚ ቻናልና ሼር ላይክ ሰብስክራይብ ግብሮ ምሸት ብሰላም ይረኽበና ቻው ቻው